ክንደይ ቆልዓ ምንድን ነው? ሓሙሽተ እቲ ሓደ ኣጎለት እዩ ንሱ ኣብ ትሕቲ ሰብ ኣነ እውን ኣብዚ ኣኮይነ ንዓይ ዘይፈልጥ የለ ድጉዕ ሸጊጠ ጥልፊ ጠሊፈ ስጋብዚ ሕጂ ክልቴና ተደጋጊፍና ናብራና ክንከይ ፀኒሕና ሕጂ እዚ ዓመት እዚ የለን ድጉዕ ምሽቃጥ ገዲፈዮ ጥልፊ ምጥላፍ ገዲፈ እየ እምበር ብጥልፊ ምህጎን እየ ዝፍለጥ ኣነ። ናቱ ስላለ የብሉ ሳብ ትሰርሕ ከም ትብለት ከኣ ጠላፊት እያ ጸባ ርግኦ እዚ ኩሉ ሓድሻ ዓዲ ገዛ ወላ ሓበሻ ዘይፈልጣ የለ ኣዝያ ንፍዕቲ እያ። እንታይ ከም ዝጽበየኒ ዘሎ ክፈልጥ ኣይከኣልኩን እዚ ኩሉ ክልተ ግዜ ካራ ገይረ ናይ ሓበሻ ፈቲነ ደኣ እሞ እንታይ እንታይ እሞ ክብል ተኺኢሎም ዓቕሞም ተዘይኣኺኢሎም ከኣ ኣደ ደቃ ግበራ በቃ ይኣኽለኪ ስቓይ በሉኒ ጣዕለ እየ ቁስለይ ዝሕክም እየ ፋርማንት ቁስለይ ሓኪሙኒ ይፈልጥን እዩ
ዳርጋ በዚታስ መሰም ገላ እናተረኣየ ተመፀ ሽዱሽተ ወርሒ ሙሉ በቃ ኣብዚ ተሓኪማ ከተሓድር ኣብዚ ፋሻ ቀሪብና ኢና ንሓድር ሓንሳብ

ካብ ዓቕምና ንላዕሊ ኮይኑ ቢዝነስ እቲ ምትሕግጋዝ ባህርያትና ናይ ኤርትራውያን ኣሕዋትና እዩ እሞ ተዓቐሞም ሕጉዝና እሞ ንሳ ከዓ ከም ቀደማ እቶም ደቀይ ትሕዘለይ ደቀይ ትሓቕፈለይ ከም ቀደማ ኣብዛ ቤተይ ካብ ኮፍ ኢላ ትፀልዓለይ ጥዕና እዩ ነዚ በቃ ስለ ኤርትራ ዘለዋ ሰላም ሰላም ሰላም ኣብ መላእ ዓለም እትቅመጡ ተኻታተልቲ ኤፍራ ሾው ኤፍራ ሾው ኣብ ኤፍራ ኤተርተይመንት ሙሉኦ ጥዕና ሰላም ፈሩ እግዚኣብሔር ነፍሲ ወከፍኩም ኮኩም ናትዘምንኹ ንሎሚ ከምቲ ቀጻል ንገብሮ ናይ ሓንቲ ስድራ ሽግር እና ክንርኢ ክሳብ መወዳእታ ከኣ ምሳይ ክትጸንሑ ብክብሪ ዕድም ሕራይ ይርጋኣለም ምስ ተዓዘብቲ ንሌላ ኮነና ሙሉእ ስምኪ ኩነታት ስድራኺ። ስመይ ይርጋኣለም ኣካብር። እምበኣር ቃለ መሓላ ኩነታት ይጥለዳ ሕማቕ እዩ ኩሉ ምዃን ኣብይኒ መጀመርያ መርመራታት ገይረ መጥባሕቲ ገይረ ተቐዲዳ ወፅያ ካንሰር እያ ኢሎሙኒ ካንሰር ምዃኖም ካብ መጀመሪኡ ፈይጠን እየ ደም መርመራ ስጋ ገለ ወሲዶም ደይ ነይሮም ድሕሪ መጥባሕቲ ልክዕ ኣብ ወርሒ ተመሊሳትኒ ድሕሪ ወርሒ ከም እንደገና ቸጊረ እጅውን ተመሊሱ ክሉ ሞት ኽገብር ኣለኒ ኢሉ እዩ ኣብ ተሸሸክኾላይ ኣለኪ ዳብል የማንያ ኢድክን ክልተ ጡብክን ክንቆርፃ ኢና ኢሎምኒ ዶክተር እዚ ኣይተቐበልኩዎን ማንጮለት ከይደ ኣብ ማንጮለት ንክልተ ቕነ ዝኣክል ተሓፂበ ካብ ማንጮለት ተመሊሰ መፅየ ብስርዓት ንሓሊበት ክኣቱ ማለት እዩ ገዲፈዮም ከይደ የማና ኢደይን ክልተ ጡበይ ንኸይተቑረፅ ኢለ ንማንጮለት ከይደ ካብ ማይጨሎስ ሽዑ ተመሊሰ ነዚ ናይ ገዛ ማንዳ ኣሎ ናይ ካንሰር መድሃኒት ኢሎሙኒ ኣብኡ ከኣ ዘይክፈል ከፊልና ከይድና መድሃኒት ኣምጺእና ወጻኢ ሕክምና እዩ ወጻኢ ሕክምና ንዑ ወሲደ ምዃን ኣብኒ ናይ ሓበሻ እዩ ጽቡቅ ተባሂለ ናይ ሓበሻ ኣብ ትሽድሸይ ኣብ ጥበይ ኣብ ኩሉ ተጠፍጢፈ ኣብኡ ተጠፍጢፈ ወጺኣለይ እንዳበልኩ ተመይሰ ከም ብሓድሽ ተመሊስኒ ምስ ተመለሰኒ ዳግማይ ንሕክምና ተመሊሰ ድሕሪ ዝኹሉ ከርተት ኣብ ሕክምና ምስ ተመለስኩ ኬሞ ክትወስዲ ኢኺ ኢሎሙኒ ኬሞ ወሲደ ሽዱሽተ ወርሒ ኬሞ ሽዱሽተ ግዜ ወሲደ ኣብ ራብዓይ ኬሞ ክበፅሕ ከለኹ ወዲ ኣለም ሕጂ እውን ጡብ ካንሰር ዳኢና ኢሎሙኒ ጡበይ

ኣነ ውን ኣብዚኣ ኮይነ ንዓይ ዘይፈልጥ የለን ርግኦ ሸጊጠ ጥልፊ ጠሊፈ እስካብ እዚ ሕጂ ክልቴና ተደጋጊፍና ናብራና ክንከይድ ጸኒሕና ሕጂ እዚ ዓመት እዚ የለን ርግኦ ምሽቃጥ ገዲፈዮ ጥልፊ ምጥላፍ ገዲፈዮ እምበር ብጥልፍን ብርግኦን እየ ዝፍለጥ ኣነ
ክንደይ ቆልዑ እዮም ዘለዎም ሓሙሽተ እቲ ሓደ ኣጎለትዩ። ናህሪ
ክንደይ ዝኣክል ገንዘብ ንሕከም ተባሂልኪ?
እንታይ ከም ዝብሉኒ ከም ዝብሎ ዘሎ መጥባሕቲ ድዩ ኬሞ ድዮም ከም ብሓድሽ ኣብኡ ክጅምሩለይ ንሕጂ ንግዜያዊ ዕስራን ክልተን ከኒና ወስድ ኣለኹ ተዋሂብኒ ኣሎ ከኒና ብሕጂ ግን ኬሞ ድዮም ክጅምሩለይ ኣብኡ ከይደ መጥባሕቲ ድዮም ክገብሩለይ እዛ ሕጂ ወፂኣ ዘላ ኣብ ርእሲ ንጨረር
ነዚ ድዕዘበና ዘሎ ህዝቢ እንታይ መልእኽቲ ተሕልፍሉ?
ሓግዘኒ ኣክሰን ዓመት ሙሉእ ተጻዊርና ኢና ባዕልና ይኾነልና ኢልና ኩሉ ጽዒርና ኢና እሞ ሕጂ ግን እንደ ዋላ ብገንዘብ ተዘይሓገዙኒ ብጸሎት ሓገዙኒ እንታይ የፋጥ ኣደ ደቂ ይግበረኒ ዋላ ብጸሎት ብገንዘብ ጥራይ ኮነ ሰብ ዝሕግዘካ ኣደ ደቂ ኣግበራ ንሳ ትኣኽለኒ በርከ ምዃን ኣብይኒ እዩ በቃ ምዃን ኣብይኒ እዩ እንታይ ከም ዝፅበየኒ ዘሎ ክፈልጥ ኣይከኣልኩ እዚ ኩሉ ክልተ ግዜ ካራ ገይረ ናይ ሓበሻ ፈቲነ ዳሞ እንደ እንታይ እሞ ክብል ተኽኢሎም ዓቕሞም ተዚኣ ክኢሎም ከዓ ኣደ ደቂ ኣግባራ በቃ ይኣኽለኪ ስቓይ ይበሉኒ ባዕለ እየ ቁስለይ ዝሕክም እየ ፋርማን ቁስለ ይሓክምኒ ይፈልፅን እዩ ኣብዚ ገዘ ባዕለ እየ ቁስለይ ዝሕክሞ እጅ ግን ይኣኽለኒ ቁስሊ ምሕካም ደኺምኒ ከማን ዓሰርተ ግዜ ቁስሊ ኣብዚ ገዛ ባዕለይ ክሕክሞ ደኺመ ዓሰርተ ግዜ ቁስሊ ዓሰርተ ግዜ ካራ ፅልኢ ወድስ ይኣኽለና ሕጂ
ዓመት ኢና ንሕና ኣሳቒናዮ እምበር ሰለስተ ዓመት ሲ ንበይና ገራት እቲ ቃንዛ ምክንያቱ ኣብ ውሽጢ ሓቢኣ ኣለ ነራ ንዓይ ሰለስተ ዓመት ክሕዛ እቲ ሕማም ክሕዛ ከሎ ግን ኣብ መጨረሽኡ እዚኣ ከፊትና ምስ መጻና እምባእ ምስ መጻእኩያ ነገራትኒ ከምዚ ከምቲ ጸገም ኣለኒ ንዓኻ ኣይነገርኩካን ሸገርገር ከይትብል ኢለ እምበር ምልክት ናይ ካንሰር ኣለኒ ኢልሃኒ ኣነ ምስ ረኣኹዎ ተስፋ ንኽባ ኢለ ማለት ኩነታቱ ሕማቕ ስለ ዝረኣኹዎ ጽቂ ድሓን ገለ ኢለ ከዳዓስ ኣይፈቲነ ግን ቃንዛ ምድቃስ የለን ንሳ ጥራይ ዘይኮነት እቶም ደቅና ከማን ለኪምናዮም ኣብ መጨረሽኡ ሕክምና ናይ ሓበሻ ወሲዳያ ሳዕሪራ ስለ ዝጸንሐት ሰለስተ ዓመት ስለ ዝገበረት ኣብ ነብሳ ኣብ ነብሳ ሰለስተ ዓመት ስለ ዝጸንሐት እቲ ናይ ሓበሻ ክቕበለና ኣይከኣለን ቀልጢፍካ ሕክምና ተጓየ ኢሉኒ ንሕክምና ተጓየ ወሲዳያ ሕክምና ምስ ረኣይዋ እውን ሰንቢዶም ክንደይ ዓመት ምሳኻ ፀኒሑ ኢሎማ ከምቲ ዝበለ ሰለስተ ዓመት ኣዝዩ ኣብ ኣሰካፊ ጉዳይ ነይሩ ተቓንዛ እውን ናይ ብሓቂ ናይ ስነ ፍጡር ወዲ ሰብ ዘይትምነየሉ ቃንዛ ሳይኮነትንስ ዋላ ንዕና ንቕንዞ ነይሩ በዚኣ መጥባሕቲ ገይራ ሽዑ እኳ መጥባሕቲ ጡብ ኣይሰደድዋን ጥራይ ቀዲዶም ነታ ካንሰር እዮም ሰዲዶም ኣንደገ ሪዛልቲ ወርሒ እንዳተጸበና ከሎና መልሲ ከኣ ኣብ ኣርባዕተ ቦታ ወጺእዋ ተወሳኺ ብጀካ እቲ ደውጽኦ ኣብ ሓሙሽተ ቦታ ኮይኑ ሳውን ተኪኣ ንባዕላታ ደውጽዋ ነዚ በቃ ሰንቢዳ ካራይ ትፈቱን እያ ዝትፈቱን እያ እቲ ዝበሃል ኣብቲ ባህልና ኣነ ሕክምና ዝበሃል ኣይገብርን እየ ድሃኒ ብድሕሪ እዩ ዝገደደ ቃንዛ መፅዩ ካብ ዓብዳ ከይዳ ንድስተይ እቲ ከም ውጽኣት ከይደለ ኢላ ኣብዚ መጺኣ ተሓጒስና ወዲቑላ ኢልና ተርኣ ከመይ ስቓ ልክዕ ኣብ ወርሒ ኣብ ወርሒ ልክዕ ትወልድ ኣብ ወርሒ ኣብ ልክዕ ኣብ ሓሙሽተ ንወጽኤት እንታይ ናበይ ንኺድ ሕጂ ከደኣ ተባሂሉ ዓዲ ፈለስቲ ኣሎ ዝጥፍጥፍ ኢሎምና ኬድና ናብኡ ሓሙሽተ ወጺእና ኣለዋ ነሱ ወከፈን ሸሸ ሓሙሽተ ሸሕ ትከፍልኹም ኢልና ሕራይ ጥራይ ተሕወየልና

ዳርጋ በዚታስ መሰን ገላ እናተረኣየ ተመፀ እምባ ሽዱሽተ ወርሒ ሙሉእ በቃ ኣብዚ ተሓኪማ ከተሓድር ኣብዚ ፋሻ ቀሪብና ኢና ንሓድር ሓንሳብ ድቃስ በላ ቀን ተቢላታ ኩሉ ክዳውንታ እዩ ዝበላሸ ስጋ መዓዚ እሞ ከምዚ ኢልና መሊስና ከዓ ሕክምና ክንምለስ ኣለና ምክንያቱ ተወዘነ ቃንዛ የለን መዐገሲ ወላ ሓንቲ የለን ባእ እሞ ንሕክምና ንመለስ እና ንሕክምና ኮይና ንሕክምና እውን ናይ ሓበሻን ናይ ገለን ስለቶም ከፈቶ መጀመርያ ቆበልና ይከኣሉ ምክንያቱ ሰንቢዶም ተይዙ ኢሎምና ተወስሊ ዘስካሕክሕ ነይሩ ኩሉ እቲ ሓሳብ ነጊረዮ መጀመርያ ብሕክምና ኢና ጀሚርናዮ እቲ ናይ ሕክምና ጉዳይ ስለዘይኮነላ ግን ናብ ናይ ሓበሻ ከዓ ፈቴና ኢልናዮም በሉ ሸር በሉ እዚ ኬሞ ካብ ደገ ኣምፅኡ ኢሎምና ሸር ኢልና ካብ ደገ መፂኡ እቲ መድሃኒት ንዕኡ ወሲዳ ከቢድ እዩ ናይ ጨጉሪ ምምላጥ ገለን ባህርያት ኣሎ ኩሉ እሱ ግን እቲ ባህርያት ናይቲ ሕማም ኣቐዲሞም ነጊሮምና ዋላ ምጭናቕ ተገብረ ጨጉራ ክኸይድ እዩ ኩሉ ህዝብ ግምት እትውዎ ኢሎምና ሓራይ ጥራይ ፈውሳ ኮነ ኢልና ንና ጨጉሪ ፅባሕ ንጎ ምለስ ህይወታ ዘይትምለስ

ንኣምላኽ ኣመስጊንናዮ ምክንያቱስ እቲ ሕማማስ ብኡ ከይድላ ጥራይ ኢላ ሓቂ ዘረባ ተመስገን ሓንቲ እቶም ዘለዎ ደቅና ኣምላኽ የዕብየልና ስለዚ ጥብቂ ከይዱ ማለት ካልእ ኣካል እውን ጎድል ኢላ ነተዓኢሰያ ግን ተረኣናያ ከዓ መሊሱ ሕጂ ከዓ ካልእ ወፂኡ ኣብዚታ ድሕሪቲ ናይ ጡብ ምስዳድ ኣብዚ ጎና ሓጂ ውን ካልእ ወጺዎ ሕጂ ጸዊዖም እቲ ሪዛልት ውን ጌና እታ ናይ ጡባ ሪዛልት ውን ድሕሪ ወርሒ ኢሎምና ስለ ዝነበሩ ጸዊዖም መድሃኒት ክትወስድ ከም ዘለዋ ምክንያቱ ካልእ ሱር ሰይዳውን ስለ ዘላ ሕጂ ውን መድሃኒት ትወስድ ኣላ ሕጂ ኣሰኪፉና በቃ እቲ ስእልካ በቲ ትሰዶ በቲ ወጽእ በቲ ትሰዶ በቲ ሕጂ ሻድሸይቲ እያ ትወጻ ዘላ ንኣምላክ ኣምላክ ተመስገን ኢልናዮ ሕጂ ውን ካብ ዝኸፍእ ኣይምጻእ ግን ትስቅያት ከዓ በዚሑ እንታይ ስጋዕ መዓስ እዩ በቲ ክሰደድ በቲ ክወፅእ በቲ ክሰደድ በቲ ክትወፅእ ትስቅያት በዚሑ ንዓ ንደገ ጨረርታ ክትገብር ንደገ ክትከይድ ከም ዘለዋ ኢሎምና ዓመት ሙሉእ ብዓቕምና ሳላ ንዓ ፈተውታ ሳላ ፈተውተይ ሳላ መሳርሕተይ ከመስግኖም ይደሊ ኩሉ ሰብ እውን ደንጊፅላ ናት ንፍዕቲ ጎያይት እያ ነራ የፈርሓወይ ማለት ብዝያዳ ኣነ ተሃስየ ከም ዝብለካ ኣብ ናብራይ ተሓጋጊዝና ደቅና እንዳሓንቀቕና ንነብር ኢና ነርና ናቱ ስለኣለይ እውን እሳ ትሰርሕ ከምትብለትካ ጠላፊት እያ ፀባ ርግኦ እዚ ኩሉ ሓዱሽ ዓዲ ገዛ ወላ ሓበሻ ዘይፈልጣ የለን ኣዝያ ንፍዕቲ እያ ምስኡ ከዓ ሕውስቲ እያ ኩሉ እዚ ገዛውቲ ይፈልጣ ኣብ መርዓ ኩን ክሓዝሀን ከም ዓባይ ኮይና እያ ትኣሊ ሕማማ ከኣ ደይሰሞ ዶ ሰብ የለን ሓቂ ዛረባ ምናቱ ምስቲ መንፍዓታ ምስቲ ጉያ ትብሎ ዝነበረት ሕጂ ፍቃድ እግዚኣብሄር ኮይኑ እዚ ወሪዱና ዓመት ሙሉእ ብዓቅምና ከይድና ሕጂ ግን ዝበሃል ዘሎ ግን ካብ ዓቅምና ንላዕሊ ኮይኑ እታ ህይወታ ክሳርድ ከኣ ደሊካ በቲ ዝከኣሎም ስጋብ ሕጂ ክኸይድ ጸኒሑ። ሕጂ ግን እዚ ደገ ተባሂሉ ዘሎ ግን ካብ ዓቕምና ንላዕሊ ኮይኑ ሕጂ እቲ ምትሕግጋዝ ባህርያትና ኤርትራውያን ኣሕዋትና እዩ እሞ ተዓቐሞም ሕጉዝና እሞ ንሳ ከዓ ከም ቀደማ እቶም ደቀይ ትሕዘለይ ደቀይ ትሓቑፈለይ ከም ቀደማ እዛ ቤተይ ከዓ ኮፍ ኢላ ትጸንዓለይ ጥዕና እዩ ነዚ በቃ እዚ ኤርትራ ዘለዋ ቦታ። እቲ እዚ ናይ ኣርጋኣለም ሓፍትና ኣጋጢሙ ዘሎ ኩሉ ካብ ልዑል ኣምላኽ እንድዩ ማሓሪ ካኣ እዝጋብሄር ኣምላኽ እዩ ጎኒ ጎኒ ምስቲ ናይ እዝጋብሄር ኣምላኽ ንዛረበሉ ካኣኒ ኣብ ዝሃለና ሃሊና ህዝቢ ኤርትራስ ተሓጋጋዛይ ኣብ ጽጉሙን ኣብ ኩሉ እዩ እሞ ንርጋኣለም ሓፍትና ካብዚ ዘላቶ ሕማም ተናጊፋ ብሰላም ናብ ንቡር ገዛኣን ክትምለስ ምስ ጽሩር ሓዋ ምስ ጽሩር ሰብኣያ ማለት እዩ ደቃ እናተሓቆፈልናሲ ንልዑል ኣምላኽ ነመስግን ኣብ ዘለኹም ኤርትራውያን ከኣ ካብቲ ዝነበርኩሞ ኣይከፍእን እዩ ከምዚ ንሓፍትና ቅድሚ ሕጂ ተሓጋጊዝኩም ኣብ ዝኾነ ምትሕጋዝ ትገብሮ ንርጋኣለም ሓፍትና ዊን ክትኩሕጉዙልናስ ክብርና ኣለ እወ ኩላኹም ኣብ መላእ ዓለም ትርገቡ ገበርቲ ሰናይ ትኹኑ ወላ ኩሉ ኤርትራዊ እዛ ሓፍትና ይርጋኣለም እዚ ጓኒፉ ዘሎ ኣጋጢሙ ዘሎ ሕማም ንኽፍወስ ብፋይናንሻል ገንዘብ ይኹን ብፀሎት ይኹን ሰብ በብዓቕሙ ሓገዝ ንክሓግዝ በትሕትና ንሓት ኣለና ከምቲ ቅድሚ ሕጂ ኩሉ ንገብሮ ማለት እዩ ርዱእ ነገር እዩ ሰላምን ቅሳነትን ኣብ ዘለኹሞ ኣሕዋት ከመይ ኣለኹም ቅድሚ ኩሉ ዋላ ይኹን ኣይኹን ብዘየገድስ ዋላ እቲ ካብ ልብኻ ነታ ንሓፍትና እርጋኣለም ምሕረት ንኽትረክብ ንኽትሓዊ ካብ ልብኹም ትምነይዎ እግዚኣብሔር ኣምላኽ ይባርኽኩም። ሕጂ እንታይ እዩ ኣብ ሂወት ገሊኡ ሰብ ካብ ነብሱ ተበጊሱ ለጋስ መስሎ፣ ገሊኡ ሰብ ከኣ ካብ ነብሱ ተበጊሱ በቃቕ መስሎ፣ ገሊኡ ሰብ ካብ ነብሱ ተበጊሱ ጨካን መስሎ፣ ገሊኡ ሰብ ከኣ ካብ ነብሱ ተበጊሱ ለዋህ ወይ ትሑት ምስኪን ገለ ይመስሎ። ግን ሰብ ሰብ ዜሩ እንድሕር ሓሲቡ ፋይናል ሰብ ፍቓድ ይድህብ እምበር ፍቓድ ይድህብ እምበር ዕዮኡ ካብኡ ኣይኮነን። ሕጂ ከም ሰብ ስኻ ለጋስ ኢኻ ስኺ ለጋስ ኢኺ ክንብል እንድሕር ኮይና፣ ንእግዚኣብሄር ኣምላኽ ብመንገድኻ ብልግሲ ክሰርሕ ፍቓድ ስለ ትህቦ እዩ። ሕጂ ከም ሰባት ከኣ ንሕና የሕዋት ንዕዮ ሰይጣን ዲና ዘለና ብምሓዝ ንዕዮ ሰይጣን ዲና ከነገልግል ዝግብኣናሲ ዋላ ንእግዚኣብሄር ኣምላኽ ዝደልዮ ነገር ሕጂ ንእግዚኣብሄር ኣምላኽ ብመንገዲ ልግሲ ከነገልግሎ እየ ዝጽውዓኩም ክብረት ይሃበልና እግዚኣብሄር ኣምላኽ ደጊመ ክደግመልኩም ዘውጻኹሞ ይተክኣልኩም።
ሰላም ኣብ መላእ ዓለም ትርከቡ ኤሪትራውያን ኣሕዋትና ሪኢኹሞ ኣለኹም ሰሚዕኹሞ ኣለኹም ካባይ ብዙሕ ክስታይ ድልድል ኣይኮነን ዘውጽእኹሞ ይተከኣልኩም ንሓፍትና ይርግኣለም ከላይ ብዓቕምኹም ኩላትኩም ኢደይ ኢደይ ኢልካ ትሕግዝዋ ንላቦ።
ክቡራት ተኸታተልቲ መደባት ኤፍራ ሾው ኤፍራ ሸዋ ኤፍራ ኢንተርተይመንት ናይ ሓፍትና ይርጋለም ከምዚ ክትዕዘብዎ ዝጸናሕኩም ጸገም ኩላህና ዓዓቕምና ንሓግዛ ከምቶም ናይ ዝሓለፉ ዳሓገዝኩሞም ተሓኪሞም ኣብ ምስጋና መደብ መጺኦም ዘመስግኑኹም ውን ንሳ ውን ተሓኪማ ኣደ ደቃ ኮይና ንህዝባ ተመስግነሉ ግዜ ኣይርሕቕኹን ብሓይሊ ኣምላኽ ማለት እዩ ንኽትሕግዝዎም ኣድራሻ ክህበ